ህዝበ ክርስትያን ኩላኹም ኣብ በብዘለኹሞ ከመይ ኣለኹም ሰላም ሰናይ ክትኮኑልና ናይ ኩሉ ሳዕ ትንቢትና እዩ እሞ ጥበብ ይብራህ ከምቲ ዝተለምደ ንህዝብና ከንቅሕ እዩ ካብዚ ወሪዱና ዘሎ ጸገምን መከራን ፈተናን ከትንስኣና እዩ ናብ ልዕልናና ከድይበና እዩ እምነት እኖታትናን ኣቦታትናን ከትሕዘንና እዩ እንብሎም እተፈላለዩ ኣርእስተ ዛዕባታት እናሓዝና ኢና ናባኻትኩም እነቕርቦም ዘለና እዞም እነቕርቦም ዘለና መደባት ድማ ብጥበብ ይብራህ ተለቪዥንን ከምኡ ድማ ብጥበብ ይብራህ ዩቱብ ዝፍኖ ዘሎ እዩ። እዚ ብጥበብ ይብራህ ዩቱብ እንሰምዖ ዘለና ናብ ካልኦት ብምብጻሕ ሼር ሳብስክራይብ ብምግባር ሚድያና ብምሕጋዝ ኣብ ጎንና ክትኮኑ ከምቲ ዝተለምደ ኣቐዲመ መልእኽተይ ከሕልፍ እፈቱ። እሞ ከም ፍቓድ ኣምላኽ ንሎሚ ሒዘዮ መጽየ ዘለኹ መደብ ኣብ መደብ ውሽጥና ንርኣ ኮይኑ ብዛዕባ ተኸሲቱ ዘሎ ኣብ መንበረ ሰላማ ወይ ኣብ ቅዱስ ሲኖዶስ ትግራይ ናይ ኣቦታት ዘይምቅድዳው እንሪኦ ዘለና ኹነት እዩ። ኸም ጥበብ ይብራህ እቲ ደወለ ፅድቅ ዝብል ክፀድቕ እንከሎ ኣብ ደገ ዝነብራ ኣብያተ ክርስቲያናት እውን ሓሳበን ክሓሳበን ክህባ ተገይሩ ነይሩ እዩ ብብፁዓን ኣቦታትና። ብኡ ልክዕ እውን ኣብ ማእኸላይ ሰሜን ኣሜሪካ ብብፁዕ ኣውነ ማርቆስ ዝምራሕ መንበርና ተኣኪብና ብዛዕባ እቲ ዝጸድቕ ዘሎ ደወለ ጽድቂ ሓሳብና ሂብና ኔርና። ኣብዚ ኣነ እውን ተረኺበ ሓሳበይ ዝሃብኩሉ ኹነታት ኔሩ። እዙይ እውን ነዚ ቐጺልና ኣስዒብና ብዘርኣ ያኢቆብ ዘኣክሱም ዝብል ተጻሒፉ ዘሎ መልእኽቲ እሞ መጠቓለሊ ሓሳብ ኣብ መወዳእታ ቅድሚ ምሃበይ፣ ተኸታታሊ ጥበብ ይብራህ ቴሌቪዥን ሓደ ዝጸሓፈልና ዝለኣኸልና ጽሑፍ ኣሎ እዚ ጽሑፍ እዚ ከዓ ንኩልና ዝምልከት ስለ ዝኾነ እቲ መልእኽቱ ከንብቦ ናብ ዒስራን ክልተን ዝኣኽሉ ነጥብታትን መፍትሒኡን ብዝብል ነዚ ኣብዚ ለምቕነ ዝለዓል ዘሎ ዛዕባ ዝጸሓፎ ኣሎ ንሱ ናባኹም ከብሎ እሞ ኣብ መወዳእታ ከዓ ከም መጠቓለሊ ሓሳበይ ለጊሰ

ቅዱስ ሲኖዶስ ትግራይ ናይ መን እዩ? ክቡራት ብፁዓን ኣቦታትን ካህናትን ምእመናንን፣ መንበረ ሰላማ ክጣየሽ እንከሎ ዝነበረ ታሕጓስና፣ ብፁዓን ኤጲስ ቆጶሳት ሓርዩ ክሰይም እንከሎ ዝነበረ ሃንቀውታና፣ ብሲኖዶስ ክምስረት እንከሎ ዘረጋገጽናዮ ተስፋ ኩሉ ኣቦታትን ሊቃውንትን

ቅዱሳት መጻሕፍትን ሰነዳትን መሰረት ገይረ እየ ከም ዝስዕብ ከቕርቦ ተኸታተሉኒ ውራይ ኩልና ክንገብሮ ተስፋ ብምግባር እዩ። ቅዱስ ጳውሎስ ጳጳስ ገይሩ ንዝሰየሞ ጢሞቴዎስ ኣብ ቀዳማይ ጢሞቴዎስ ምዕራፍ ሽዱሽተ ካብ ቁጽሪ ሸሞንተ ክሳዕ ቁጽሪ ትሽዓተ ከምዝስዕብ ይብሎ፣ እም ከመ ረከብነ ሲሳየነ ወአራዘነ ይአክለነ ወእለሰ ይፈቅዱ ይብዓሉ ይወድቁ ውስተ መንሱት፣ ማለቱ ድማ ቀለብን ክዳንን እንተረኺብና ይኣኽለና እዩ፣ እቶም ክህፍትሙ ዝደልዩ ግና፣ ብዝጠፍእን ብዝባላሸውን መጻወድያ ትምኒትን ፈተናን ይወድቁ ዝበሎ ሎሚ ኣብ መንጎ ኣቦታትና ዘሎ ንሕንሕ ኣብ ዘይእዋኑ ዝመጸኣ እንተመሰለውን ኣብቲ ካብ ኣቦታትና ዝወጽእ ሃይለ ቃል እንትንዕዘቦ ዝተፈለየ ሓቂ ዘሎ ይመሰል። ኣብ መንጎ ኣቦታት ዘሎ ምዕባለ ነቲ ካብ ሕቱኽቱኽ ፖለቲከኛታት ዘብረየ፣ ኣብ መዕቆብታት ዘሎ ምእመናን ተስፍኡ ዘምክን፣ ነቲ መንበሩ ክትረትዕ ብተስፋ ተዳልዩ ዘሎ ምእመን ዘሕዝን እዩ። ጎይታና ንቅዱስ ጴጥሮስ ዝሃቦ ሓደራ ኣብ ወንጌል ዮሃንስ ምዕራፍ ዕስራን ሓደን ካብ ቁጽሪ ዓሰርተ ሓሙሽተ ክሳዕ ዓሰርተ ትሽዓተ ተፈጻምነቱ ኣበይ ኣሎ? እዚ እዚ ኢዱ ሲሳይ ዝነበረ ለጋስ ህዝቢ መዓንጥኡ ተሳሒጉ እንዳሃለወ ኣሽምባያ ንጁባ ንእዝኒ ብዝኸብድ መሃያ የማንን ጸጋምን ተጓኒኹም ምርኣይ ኣዝዩ ዘይንቡር እዩ። ኣብ መሓውር መንበረ ሰላማን ቅዱስ ሲኖዶስ ትግራይን ዘሎ ውዳበ፣ ቅዱስ ሲኖዶስ ጳጳሳት፣ መንበረ ሰላማ ዲያቆናት፣ ካህናት፣ መነኮሳት፣ ጳጳሳት፣ ኣድባራት ዲያቆናት፣ ካህናት፣ መነኮሳት፣ ሰበኻ ጉባኤ ኣካቢ ካህን ምክትል ኣካቢ ካህን ተዋቒሩ ውልደ ክህነት ዝኾነ ኩሉ በይኑ ወይ ድማ ብሕትኡ ወናኒ ሃፍተ ገነት ቤተ ክርስቲያን ትግራይ ምዃኑ እቲ ናይ ኣገልግሎት ሃፍቲ ኣብ መቐሎ ምእታው ኣሽምባያ ህዝበ ክርስትያን ትግራይ ጓኖት እውን ሰሚዖምዎ እዮም። ትግራዋይ ብሰንኪ ኣቦታቱ መስሐቕን መባጨውን ብምዃኑ ኣዝዩ ሓዚኑ ጉህዩ እዩ። ምእመናን፣ ነገስታትን መኳንንትን መሳፍንትን ካብ ዘመነ ኣክሱም ፈሊሙ ክሳዕ ናይ ሃፀያውያን ሽዋ ዝኾነት መንበረ እጨጌ ቤተ ክርስትያን መሪሖም ናብ ቃለ ኣዋዲ ናይ ሓባር ምሕደራ ካህናትን ምእመናንን ኣብጺሖምዋ እዮም። ሃጸይ ሃይለስላሴ ብሓደ ሽሕን ትሽዓተ ሚእትን ሓምሳን ትሽዓተን ዓመተ ምህረት ብኣዋጅ ዘጣየሽዎ ናይ ቤተ ክህነት ጉባኤ ወይ ድማ ቦርድ ንምሕደራ ቤተ ክርስቲያን ካብ ጳጳሳት ሊቃውንትን ዘመናዊ ትምህርቲ ዘለዎም ምእመናንን ዝሓቖፈት ኣብ ናይ ቤተ ክርስቲያን ምሕደራ ናብ ሲኖዶስ ተሕልፍ ነይራ እያ። ኣቶ ኣበበ ረታ ዝተባሃሉ ትግራዋይ ሚኒስትር ዶስ ነይሮም። እዚ ጉባኤ ምእመናን ካብ ኣድባራት ፈሊሞም ኣብ ምሕደራ ብዕውቀቶምን ከገልግሉ ምእንቲ ፈላማይ ቃለ ኣዋዲ ኣብ ሓደ ሽሕን ትሽዓተ ሚእትን ስሳን ሓሙሽተን ዓመተ ምህረት ኣውጺኡ። ብዘመን ደርጊ እዚ ቃል ኣዋዲ ተመሓይሹ ካብ ሓደ ሽሕን ትሽዓተ ሚእትን ሰብዓን ክሳዕ ሓደ ሽሕን ትሽዓተ ሚእትን ቴስዓን ሓደን ዓመተ ምህረት እንዳተመሓየሸ ክመጽእ እንከሎ፣

ነታ መሰል ምክትል ኣካባይነት ምእመን ነጺጋ ንካህን ሂባ። እዚኣ ድማ ኣብ መንበረ ሰላማ ኣብ ደወለ ጽድቅ ተሰሪታ እርኢ ኣለኹ። ነዚ ሕሉፍ ትዕዝብተይ በዘን ዝስዕባ ዓንቀጻት ኣብሪሄ ናይ መፍትሒ ሓሳበይ እቕርብ ኣለኹ። ቁጽሪ ሓደ፣ እዚ ቅዱስ ሲኖዶስን መንበረ ሰላማን ፍረ ሰማዕታት ተጋሩ ምዃኑ ብምእማን። ቁጽሪ ክልተ። ጳጳሳት ኣቦታት ብወላዲትኩም፣ ውሉደ ክህነት ዘበልኩም ሕጋውያን ድማ ብወላዲትኩምን ብበዓልቲ ቤትኩምን ምእመናን ምዃንኩም ብምእማን። ቁጽሪ ሰለስተ። ሃፍትን ሓይልን ሃለዋትን መንበረ ሰላማን ቅዱስ ሲኖዶስ ትግራይን ምእመናን ምዃኖም ብምእማን። ቁጽሪ ኣርባዕተ፣ ብዘይ ኣባጊዕ ወይ ምእመናን ጓሰይቲ ካህናት ከም ዘይህልዉ ብምእማን። ዮውሃንስ ወንጌል ምዕራፍ ዓሰርተ ካብ ቁጽሪ ሓደ ክሳዕ መወዳእታ። ቁጽሪ ሓሙሽተ፣ ኣብ ግብሪ ሃዋርያት ከም ዝተጻሕፈ፣ ኣብ ኣንጾክያ ንፈላማይ እዋን ቤተ ክርስትያን ዝተባህሉ ሓዋርያትን ምእመናንን ምዃኖም ብምእማን። ናይ ሓዋርያት ስራሕ ምዕራፍ ዓሰርተ ሓደ ካብ ቁጽሪ ሓደ ክሳዕ ዕስራን ሽዱሽተን፣ ማቴዎስ ወንጌል ምዕራፍ ዕስራን ሸሞንተን ካብ ቁጽሪ ዓሰርተ ትሽዓተ ክሳዕ ዕስራ። ቁጽሪ ሽዱሽተ፣ ስልጣንኩም ስልጣን ሓዋርያት ብምዃኑ ከም ሓዋርያት፣ ምስ ምእመናን ምምኻር፣ ምስ ምእመናን ምምካር፣ ምዝታይ፣ ምውሳን ከም እትኽእሉ ብምእማን። ናይ ሃዋርያት ሥራሕ ምዕራፍ ዓሰርተ ሓሙሽተ ካብ ቁጽሪ ሓደ ክሳዕ መወዳእታ ቁጽሪ ሸውዓተ ቅዱስ ጳውሎስ ኣብ መልእኽቱ ቅዱሳን ዝበሎም ምእመናን ምዃኖም ብምእማን ኤፌሶን ምዕራፍ ሓደ ቁጽሪ ሓደ ቁጽሪ ሸሞንተ ቅዱስ ጴጥሮስ ኣብ ቀዳመይቲ መልእኽቱ ብምልእታ ብዛዕባ ሱታፌ ምእመናን ኮይና ብፍላይ ድማ ኣብ ቀዳማይ ጴጥሮስ ምዕራፍ ክልተ ካብ ቁጽሪ ክልተ ክሳዕ ዓሰርተ ሕሩያት ህዝቢ እግዚኣብሔር ዝብሎም ምእመናን ምዃኖም ብምእማን። ቁጽሪ ትሽዓተ፣ ብታሪኽ ድማ ቤተ ክርስቲያን ዝሃንጹ ባጀት ቤተ ክርስቲያን ርስቲ፣ ጉልቲ፣ ሪም፣ ቀላድ፣ ሕምሾ ኢሎም ዝተኽሉ ዝነበሩ ቶፋ ተባሂሎም ዘመሓድሩ ዝነበሩ ነገስታትን ንግስታትን፣ መሳፍንትን መኳንንትን፣ ወይዘራዝርን ምእመናን ምዃኖም ብምእማን፣ እዙይ ኣብ ታሪኽ መዝገብ ነገስታትን መሳፍንትን ተፃሒፉ ዝርከብ እዩ። ቁፅሪ ዓሰርተ፣ ቀለብን ስንቅን ተምሃሮ ፈለገ ሕይወት ምእመናን ወለዲ ምዃኖም፣ ካህናትን ሊቃውንትን ጳጳሳትን ዘፍርዩ ሕዚ'ውን ሕዚ'ውን ኣስራቶም መባኦም ብምሃብ በጀት ቤተ ክርስቲያን ዝኽእሉ ምእመናን ወለዲ ምዃኖም ቁጽሪ ዓሰርተ ሓደ ህዝቢ ትግራይ ኣብ ዘዘለዎ ገሊኡ ብጓሂ ህዝቢ ትግራይ ኣብ ዘዘለዎ፣ ገሊኡ ብጓሂ፣ ገሊኡ መሃይኡን ጥሪቱን ፃማ ረሃፁን ኣብ ባንኪ ተሃጊሩ ኣብ ፀበባ እንዳሃለወ ንሓደ ሰራሕተኛ ዝኽፈሎ መሃያን ሓደ ሰብ ኣብ ክልተ ላዕልን ታሕትን ኣብ ስልጣን ተዋፊሩ ምስርሑ ኣብ ሕጊ ብሉይ እውን ዘይምህላዉ ብምእማን ዘፀኣት ምዕራፍ ዓሰርተ ሸሞንተ ካብ ቁጽሪ ዓሰርተ ትሽዓተ ክሳዕ ዕስራን ሸውዓተን፣ ኣብ ዘመነ ሓዲስ ሓደ ሰብ ምሉእ መሃዩኡ ዝወሃቦ ኣብታ ምድብ ስርሑ ምሉእ ወርሒ ዝሰርሐ ምዃኑ ብምእማን፣ ማቴዎስ ወንጌል ምዕራፍ ዕስራ ቁጽሪ ክልተ፣ ቢሂል ወለዲ ክልተ እግሪ ስለ ዘለካ፣ ብሓደ ግዜ ብኽልተ ቀራን መንገዲ ኣይኽየድን። ቁጽሪ ዓሰርተ ክልተ፣ ኣቦታትና ብውልቂ ዝወሃበኩም ህያብ ንምጽዋት፣ ንረዲኤት፣ ንእጓለ ማውታ፣ ንመበለታት፣ ንጽጉማት፣ ንተፋናቐልቲ፣ ንኣረጋውያን ኢድኩም ኢድ ቤተ ክርስቲያን ስለ ዝኾነ ንኽትዝርግሑ ብምእማን፣ ፍትሃ ነገስት ዓንቀጽ ሓሙሽተ ዘ። ዕስራን ሰለስተን፣ ቀዳማይ ጢሞቲዎስ ምዕራፍ ሰለስተ ካብ ቁጽሪ ሓደ ክሳዕ ሸውዓተ፣ ቀዳማይ ጢሞቲዎስ ምዕራፍ ኣርባዕተ ካብ ቁጽሪ ሓደ ክሳዕ ሓሙሽተ። ቁጽሪ ዓሰርተ ሰለስተ፣ ብስም መንበረ ሰላማን ሲኖዶስ ትግራይን፣ ብስም መንበረ ሰላማን ቅዱስ ሲኖዶስ ትግራይን ፌርማ ዘይብሉ፣ ሓላፍነት ዝወስድ በዓል ስልጣን ዘይብሉ፣ ቃለ ጉባኤ ዘይብሉ፣ ብግል ዘይብሉ መግለጺ ዘይምሕደራውን ኢ-ቀኖናዊ ምዃኑ ብምእማን፣ ፍትሃ ነገስ ዓንቀጽ ሓሙሽተ በእንተ ኤጲስ ቆጶሳት ዲስክ ዓሰርተ ሓሙሽተ ቁጽሪ ዓሰርተ ኣርባዕተ ኣቦታት ነንርእሶም ተጓንዮም ምርኣይ ዘይንቡር ኢ-ቀኖናዊ ምዃኑ ብምእማን፣ ፍትሃ ነገስ ዓርቅ ፍትሃ ነገስት ዓንቀጽ ሓሙሽተ፣ በእንተ ኤጲስቆጶሳት ዲስክ ኣርባዕተ፣ ቁጽሪ ዓሰርተ ሓሙሽተ፣ ሲኖዶስ እጨጌ ኣብ ናይ ክልተ ሽሕን ዓሰርተ ሸሞንተን ዓመተ ምህረት ርክበ ካህናት ነቶም ዘለዉ ዋና መካየዲ ስራሕ ኣባ ሳዊሮስ ኣብ ልዕሊ መንበረ ሰላማ ዘካይድዎ ዘለዉ ስውር ዕማምን ሽርሕን ዝተነኣዱ ምዃኖም ውሽጣውሽጢ ጥዕና ዝጎደሎ ረኽቢ ከምዘሎ ስለ ዘማላኽትን ስለ ዝኣምነሉን ስለ ዘማላኽትን ስለ ዝኣምነሉን፣ ማቴዎስ ምዕራፍ ሽዱሽተ ቁጽሪ ዕስራን ኣርባዕተን። ቁጽሪ ዓሰርተ ሽዱሽተ፣ ካብታ ንመራሕቲ ፖለቲከኛታት ትግራይ ንምትዕራቕ ዝተገብረ ፈተነ ዝፈለመ ኢድ ኣታውነት ፖለቲካ ሽዋ፣ ዘለዎ ምዃኑ ብምእማን፣ ቁጽሪ ዓሰርተ ሸውዓተ፣ በዚ ዝረኣ ብኽነት ሃፍተ ገነት እንተቐጺሉ መንበረ ሰላማ ቅዱስ ሲኖዶስ ትግራይ ኣድባራት ትግራይን ሃፍተን ተወሪሩ ክዕጸዋ ኣብ ዝኽእላሉ ኣንፈት ከምዘለዋ ብምእማን፣ ቁጽሪ ዓሰርተ ሸሞንተ፣ እቲ እቶት ሃፍቲ ገነት ብመቐሎ እንድሕር ሻማሻማ ተባሂሉ እተን ህንጻ ኣብያተ ክርስትያናትን ናይ ንግዲ ህንጻታትን ምጽጋንን ምሕዳስን ከድልየን ከሎ ንምእመን ኣዋጽኡ ምባል ብሞራል ግቡእ ዘይምዃኑ ብምእማን ቁጽሪ ዓሰርተ ትሽዓተ ብዛዕባ ንውሉደ ክህነት ኣውጊዝና ኣቶ ክንብለኩም ኢና ምባል ኣቶ ኣቶ ናይ ምልኣተ ምእመናን መጸውዕ እምበር ጸርፍን ውርደትን ኩነኔን ዘይምዃኑ ብኣቶ ዝጽውዑ ቆረብትን ንቤተ ክርስቲያን መብራህትን መስዋእትን መባእን ናይ ዝህቡ ጳጳሳትን ካህናትን ናይ ዝወለዱ ምእመናን ናይ ክብሪ መጸውዒ እዩ ቅድም ክብል ብታሪኽ ኣብየቶ ብዝብል ቃል ንደቂ ነገስታት ዝወሃብ ዝነበረ ብሓደ ሽሕን ትሽዓተ ሚእትን ዓመተ ምህረት ፈሊሙ ካብ ቤተ መንግስቲ ንዝተመረጹ ሰባት ዝወሃብ ዝነበረ ደሓር ድማ ብዘይ ወታደር ኩሉ ሰብ ዝጽወዐሉ ዝነበረ ንካህናት መንበረ እጨጌ ሓዊሱ ዝጽውዕሉ ዝነበረ ደሓር ድማ ብፅራግ ማሰርያ ከም ዝተተክዐ ይፍለጥ። ቁፅሪ ዒስራ፣ ሊቀ ነብያት ሙሴ ኣብ ዘፀኣት ካብ ሓለቓ ሽሕ ክሳዕ ሃለቓ ዓሰርተ ገይሩ ከዋቕር እንከሎ ኩሎም ነናይ ባዕሎም ስራሕ ይሰርሑ ነይሮም እምበር እንተለይ ሙሴ ኣብ ሓላፍነቶም ላዕልን ታሕትን ኮይኖም ኣይሰርሑን ነይሮም። እዙይ ድማ መምርሒ ቀኖና ፍትሃ ነገስት ምዃኑ ብምእማን እዩ። ዘፀኣት ምዕራፍ ዓሰርተ ሸሞንተ ካብ ቁፅሪ ዓሰርተ ትሽዓተ ክሳዕ ዕስራን ክልተን ቁፅሪ ዕስራን ሓደን ካብ ቅዱሳት መፃሕፍትን ናይ ሃዋርያት ተግባርን ማዕዳን ወፃኢ ምእመናን ተዓዘብትን ተዓደምትን ክኾኑ ዝገብር ሕጊ ብምውፅኡ ምእመናን ቆልዓ ከጥምቑ፣ ንባዕሎም ክቖርቡ፣ ተክሊል ክፍጽሙ፣ ቀንዲል ክፍጽሙ፣ ክፍትሑን እምበር ኣብ ጉዳይ ቤተ ክርስቲያን ከይውስኑ ዝተገበረሉ ኣገባብ ምእመናን ወነንቲ ቤተ ክርስቲያኖም ከይኾኑ ግዙኣትን ኩኑናትን ንምዃኖም ብውሽጥኹም ስለ እትኣምኑ ካህናት በደልኩም ንክትሸፋፍኑ ብኣቶ ስለተፋራርሑ ነቲ ምእመን እትርእዩሉ ሓቀኛ እምነትኩም ምዃኑ ብምእማን ቁጽሪ ዕስራን ክልተን ኣብ ናይ ግብጺ ቤተ ክርስቲያን መጅልስ ቅዱስ ማለት ቅዱስ ሲኖዶስን መጅልስ ሚሌ ንኡስ ሲኖዶስ ናይ ምእመናን ካህናትን ተዋቒሩ ብዛዕባ ቤተ ክርስቲያን ዝመክር ወናኒ ክልተ ጉባኤ ወይ ድማ ሲኖዶስ ብዘመናዊ ብዘመናዊ ባይካሜራል ዝኽተል እዩ። ካህናት ምስ ምእመናን እምበር በይኖም ኣይመኽሩን ኣይውሱንን። ናይ እጨጌ ቤተ ክርስቲያን ፓትራሪክ ክትሓትት ከላ ንቤተ ክርስቲያን ወኪሎም ዝደራደሩ ዝነበሩ ክሳዕ ኣዲስ ኣበባ ዝኸዱ ናይ መጅሊስ ሚሌ ኣካቢ ዝኾኑ ብርቱዕ ምእመን እዮም ነይሮም። ከምቲ ከምቲ ዝገለጽክዎ እዚ ካብ ኣቦታት ናብ ሕዝቢ ዝዝርጋሕ ዘሎ ናይ ምሕንባብ ሕርኩትኩት ሓደጋ ኦርቶዶክሳዊት ቤተ ክርስቲያን ትግራይን ሓድነት ተጋሩን ምዃኑ ዝምልከተኩም ቀዳማይ ሕድሕድ ማሕበረ ምእመናን ሰበኻ ጉባኤያት ካልኣይ መንግስታዊ ትካላት ምሕደራን ፍትሕን ሳልሳይ ሰብ ሃፍትን ምሁራንን ሰብ ሞያ ተጋሩን ተዓዘብቲ ትኾኑሉ እዋን ኣኺሉ እዩ ካብዚ ተቓፃፂሉ ዘሎ ባርዕ ንክኸስብ ዝሓልም ልኡኽ ኢሊት ሽዋን ማህበረ ቅዱሳንን ጥራሕ እዩ። ብምቕፃል ካብ ቅዱስ ሲኖዶስ ትግራይ እንፅበዮ ካብቶም ኣብ ላዕሊ ካብ ተራ ቁፅሪ ሓደ ክሳዕ ሰለስተ ዝተፀርሑ ኣካላት ዘዋቕር ዘይሻራዊ፣ ንሸዋ ዘየቋምት፣ ነቲ ዘሎ ጸገም ዝፈትሕ፣ ከይድገም መእረሚ ፍኖተ ካርታ ምሕደራን ሃፍተ ገነት ዘዳሉ ዝግምግም ጉባኤ ሰብ ሞያ ብምጥያሽ፣ ሓደ። ሓድነት ምእመናን ናብ ቦትኡ መልሱ። ክልተ፣ ሓድነት ተጋሩ ሓልዉ። ሰለስተ፣ ሃለዋት መንበረ ሰላማ ኣደንፍዑ። ንቅዱስ ሲኖዶስ ትግራይ ሓልዉ። ካብ ዘርኣ ያኢቆብ ኣኩሱመታይ ዘብሔረ ኣግኣዚ። ብዝብል ሊኢኹልና ኣሎ። እቲ መልእኽትኻ እውን ናብ ተመልከትትናን ከምኡ እውን ናብ ዝምልከቶም ኣቦታት ኣብፂሕና ኣለና። ሓሳባት ከምዚ ብሰፊሑ ማለት ከምዚ ብሰፊሑ ናብቲ ውሽጢ መዓሙቕ ብምእታው መፍትሒ ክኸውን ኢዩ ኢሉ ጽሒፉ ልኢኹልና ዘሎ ዘርኣ ያኢቆብ ኣክሱመታይ ዘብሄረ ኣግኣዚ ብስመይን ብስም ተመልከትተይን

ኣብቲ ሕጊ ዝወጽእ ንክጸድቅ እቲ ሓሳብ ኣቅሪበዮ ነይረ ንሳ ብተወሰነ መልክዑ ንስማዕ እሞ ተመሊሰ ናብቲ ዝሓዝክዎ ናይ ሎማዓንቲ ዛዕባ ክሓልፍ። ፈለማ ኣመስግን ብፁዕ ኣቦና ባርኾቶም ይብጽሓና ኣብዚ ናይ መንበረ ሰላማ ጉዳይ ብጣዕሚ ህዝብና እውን ብኣትኩሮት እዩ ዝከታተሎ ዘሎ እንታይ እዩ ንሱ ከዓ ፍጹም ንፍጹም ታፍቲ ናይ ሸዋዊ ዝበሃል ኣዘራርበኦም ይኹን ኣመራርሐኦም ይኹን ገሊኦም ይኹን ፍጹም ክንወጽእ ክንክእል ኣለና እንተዘየለ፣ ደሊና ኢልና እንትነብቅዕ ናታቶም ዓይነት መልክዕ ወይም ናታቶም ዓይነት ኣካይዳ እንትረእ እንተሎ ግን ዋእ ተመንያ ሪኡ ዝሰንበደስ ልሕጽ ሪኡ ዝዓይነቱ ስለዝኸውን ክንድቲ ዝከኣል ናይቲ ቤተክርስትያን ኣገልግሎት ከምቲ እንብሎ ዘለና መንበረ ሰላማ ምስ ምእመናን ተወሃሂዱ ንክኸይድ ዓብይ ዕንቅፋት ስለዝኸውን ኣብዚስ ዓብይ ኣትኩሮት ክንገብረሉ ኣለና እዩ። ነዙይ ከዓ እንዳተፀበናዮ ዝፀናሕና እዚ ሕግን ስርዓትን ምውፃእ እዩ። ድሕር ዓንቀፅ ሃልያ ኮይና ኣብዛ ዓንቀፅ እዚኣ ኣብዛ ቁፅሪ እዚኣ ከምዚኣ እያ ትብል እያ። ስለዚ ምስ ገለ ግለ ሰባት እነተሓሕዞ መንገዲ እውን እይክህሉን። ብኡ እዩ እቲ ከም ሕግን ስርዓትን ክንምራሕ ስለ ዝግበኣና ንሱ ንሱ ኢሉ በብክስታይካ እንዳተዛረብና ስለ ዝፀናሕና ሎሚ ግን ቦቲ ሕግን ስርዓትን ተመሪሕና ንክንከይድ ዝገብር ስለ ዝኾነ

ካብቶም ኣብዚ ተጠቒሶም ዘለዉ ሊቃውንተ ቤተ ክርስቲያን እውን እንተዝኣትዉ ብዝበለፀ መንበረ ሰላማ ተጠናኺሩ ንኽኸይድ መንገዲ ይኸፍት ዝብል እዩ። ኣብዚኣ ናይ መወዳእታይ ማለት እዩ ክውድእ ኣብ ዓንቀፅ ስሳን ክልተን ይመስለኒ። ሕዚ እቲ ዓብዪ ስርሑ ማሕበረ ምእመናን ምእካብ እዩ፣ እቲ ናይቲ ስበካ ጉባኤ ማለት እዩ። ኣብዚኣ ግን ታይ እየ ክብል ደልየ ምእንታን ከሕፅራ እውን ተመሓዳሪ ዝነበረ ሊቀ ደብር ፅቡቕ ስያመ እዩ ብናተይ ወገን ክሪኦ ከለኹ ቀፂሉ ግን ምክትል ሊቀ ደብር ዝብል ድማ እዩ ሕጂ እቲ ሊቀ ደብር ዝፀንሐ ብካህን እዩ ዝምራሕ ነይሩ ምክትል ሊቀ ደብር ድማ ምእመን እዩ ሕዚ ግን ኣዙይ ወፅዩ ንሕና ቅድሚ ሕዚ እውን ከም ሓሳብ ዝወሃብ ነበረ እኒሀ እንታይ እዩ እዙይ ናይ ምእመናን ተወከልቲ ኣብ ስበኻ ጉባኤ ጥራሕ ተሓፂሮም ክተርፉ የብሎምን ካብ ስበኻ ጉባኤ ክሳዕ ላዕለዋይ ሃገረ ስብከት ክህሉ ኣለዎ እዩ እንትምንታይ ክልቲኡ ተወሃሂዱ ዝኸዶ ዘሎ ጉዳይ ስለ ዝኾነ ከምኡ እናተባህለ እንተብቅዕ ሕዚ ግን ትዝነበረ እውን ተሳኢኑ እቲ ምክትሉ እውን ምእመን ኮይኑ ዝነበረ ኣብ ሰበኻ ጉባኤ ብክስታይ ተተኪኡ እዩ ዝብለና ዘሎ። እዚ ንምክትል ሊቀ ደብር ስበኻ ቤተ ክርስቲያን ዝሕረይ ሰብ ስልጣን ክህነት ዘለዎ ዝብል ኮይኑ ኣሎ ማለት እዩ። ስለዚ እቲ ዝፅበ ዝነበረ ኩነታት። እሞ ክቡራን ተመልከትና ከምቲ ዝሰማዕናዮ እዩ ብፍላይ። መንበረ ሰላማ ወይ ድማ ቤተ ክርስቲያን ኣክሱም ትግራይ ሓድሽ ዝተጣየሸ ኣይኮነን፣ ናይ ጥንቲ እዩ። ንፈለማ እዋን ስርዓትን ንፈለማ እዋን ስርዓተ ጥምቀትን ስርዓተ ክህነትን ሒዞም ስርዓተ ቤተ ክርስቲያን ሒዞሙልና ዝኣተዉ ናይ ፈለማና ጳጳስ ጻድቕ ኣባ ፍሬሚናጦስ እዮም። ስለዚ ካብቲ እዋን ንሱ ኣትሒዝና እንትንብገስ እንከለና ኣብቲ ግዜ ንሱ ዘመነ ኣክሱም እናበልና እንጽውዖ ኣዝዩ ወርቃዊ ግዜና ነይሩ። ኣብዚ እዋን እዚ ዝነበሩ ካህናት፣ ኣብዚ እዋን እዚ ዝነበሩ ጳጳሳት፣ ኣብዚ እዋን እዚ ዝነበሩ ምእመናን ብሓድነት ኮይኖም ንቤተ ክርስትያንና፣ ንኽትሰፍሕ ንኽትደምቕ ኣብሪሃ ንኽትረኣ ብኡ ልክዕ እውን እቶን ቅዱሳን ኣኖታትና እቶም ቅዱሳን ኣቦታትና ድማ ቅዱሳን ጻድቃን ዝወልድሉ ብዙሕ ተኣምራት ዝገበሩ ሰበኽቲ ወንጌላት ዘፍረይሉ ግዜ ነይሩ ነዙይ እውን ኣብዚ እዋን እዙይ እንዝክሮም ዘለና ኣብዝሓ ቅዱሳና ኣብቲ እዋን ንሱ ናይ ዘመነ ኣክሱም ዝነበሩ እዮም ኣብነት ከምኒ ቅዱስ ያሬድ ካልኦት እውን ከምኒ ቅዱስ ያሬድ ከምኒ ኣውነ ኣብየ እግዚ ኣውነ መድኃኒነ እግዚ ካልኦት እውን እናበልና ስፍርን ቁፅርን ዘይብሎም ቅዱሳን እንፅወዖም ኣብዚ ዘበን እዙይ ዝነበሩ እዮም ካብ ውሽጢ ሓሊፉ ካብ ደገ እውን ብዙሓት ቅዱሳን ናይቶም ኣብኡ ኣብቲ እዋን ንሱ ዝነበሩ መራሕቲ ሃይማኖትን ምእመናንን ዝነበሮም ልዕልናን ሓቅን ፍትሕን ብምርኣይ ካብ ካልኦት ሃገራት እውን ተጓዒዞም ዝመጹ ከምኒ ተስኣቲ ቅዱሳን ዝመሰሉ እውን መሰኻኽር እዮም። ስለዚ ካብቲ እዋን ንሱ ደኣ ከመይ ኮነ ኢልና ታሪኽና እንትነጽንዕ ድሕሪኡ ናብ ሽዋ ኣብ ዝመጸትሉ እዋን ግን እቲ ነገራት እናተበላሸወ መጺኡ። ቤተ ክርስቲያንና ናይ ነገስታት መምለኺት፣ ናይ ነገስታት መዕንደሪት ነገስታት ከም ልቦም ዝውንንዋ እንተደልዮም ተኣምሮም የጽሑፉ እንተደልዮም መልክኦም የጽሑፉ እሞ ድማ ኣብቲ ቅድስና ዘየለው ንህዝቢ ዝውጽዑ ካብ ኣምልኾተ እግዚኣብሔር ዝረሓቑ ኣዝዮም ስልጣን ፈተውቲ ዝኾኑ ኣብ ዝነበሩሉ ግዜን ሰዓትን ነታ ቤተ ክርስቲያን ኣክሱም መልክዓ ቀይሮም እቲ ሹማ ግን እቲ እቲ ሽማ እናተጠቕሙ መልክዓ ቀይሮም ንልዕሊ ሓደ ሽሕ ዓመታት ዝኣክል ኣብ ኮምዚ ባርነት ጸኒሕና ኢና። ስለዚ ሎሚ ናብ ናይ ባዕልና እንትንምለስ እቲ ናይ ጥንቲ መንበርና ኢና ነተንስእ ዘለና ዝብል ብናይ መንበረ ሰላማ ኣቦታት ተደጋጊሙ ዝግለጽ እውን ነዚ እዩ። ሓድሽ ኣይኮናን ነጣይሾ ዘለና። ስለዚ መንበርና ነተንስእ ክንብል እንከለና፣ እቲ ናይ ጥንቲ ዝነበረ ምሕደራ ምምላስ ማለት እዩ። እቲ ናይ ጥንቲ ዝነበረ ኣካይዳና ምምጻእ ማለት እዩ። እንታፍቲ ባርነት ናይ ሽዋ ዝነበረ ምልቓቕ ማለት እዩ። ብኣካል ጥራሕ ኣይኮነን በሰራርሓ፣ በማራርሓ፣ በካይዳ ብኹሉ ነገራትና ክንፍለ እንከለና ኢና ዓርስና ክኢልና ተቦቲኹ ተቖሪጹ ክንብሎ እንኽእል። ስለዚ እሞ ቤተ ክርስቲያን ትግራይ ካብዚ ነገር እዙይ ተላቒቓ ድያ ኢልና ክንርኢ እንከለና ብፍላይ ብፍላይ ናይ ምእመናን ተሳትፎ ኣብ ቤተ ክርስቲያን ዝተሓተ ኮይኑ ኢና እንሪኦ። ነዙይ እውን እዩ ምእመናን ኣብ ናይ ስበኻ ጉባኤ ጥራሕ እንከይኮነስ ክሳዕ ላዕለዋይ ዘሎ መዋቕር ተሳታፍነቶም ክህሉ ይግባእ ብዝብል እቲ ሓሳብ ቅድም ኢልና ኣብቲ ዝረቐቐ ሕጊ እውን ኣብቲ ምሕደራ እውን ክሰፍር ከም ዘለዎ እቲ ሓሳብ ኣቕሪብናዮ ዝነበርና። እዙይ ክንብል እንከለና ከም ጥበብ ይብራህ እተፈላለየ መደባት ኣዳሊና ኢና። ቅድም እንክብል ንምእመናን እውን ድምፂ ንምዃን ንዝተወፅዑ ካህናት እውን ድምፂ ብምዃን እተፈላለዩ መደባት ኣዳሊና ኢና። እዚ መደብ እዙይ ክነዳልዎ እንከለና ግን ንኹሉ ምሕጓስ ኣይከኣልን እዩ። ቦቲ ሓደ ወገኑ ሓደ ሓደ ኣብ ስልጣን ዘለዉ እውን ነቲ ነገር ቃሕ ዘዮበሎም ብፅቡቕ መንገዲ ዘይረኣይዎ ኩነታት እውን ተዓዚብና ኢና። እቲ ህዝብና እውን ኣዕርዩ ነቱ ዝተለዓለ ነገር ክስዕቦ እንከሎ ነቱ ዝተለዓለ ክስዕቦ እንከሎ ከተግብሮ እንከሎ ንኽትግበር ድማ ምልዕዓላት ኣይረኣናሉን። ስለዚ ብተወሰነ መልክዑ እዚ ነገር እዙይ ኣፅኒሕካ ካልኦት ኣድለይቲ ዝኾኑ መደባት ክንሰርሕ ኣለና ብምባል ኣብ ካልኦት መደባትና ኣድሂብና እንትንሰርሕ ድማ ሎሚ ድማ ንምንታይ ደኣ ጥበብ ይብራህ ኣብዚ መዳዩ እዚ ጥበብ ይብራህ ሚድያ ንምንታይ ደኣ ኣብዚ መዳዩ እዚ ሓሳቡ ዘይህብ ዝብሉ ብጥዑይ ብጥዕና ዘለዎ ሓሳቦም ዘቕርቡ ኣለዉ ነዙይ ክንምልስ ኢና ተዳሊና ዘለና ቦቲ ካልእ ወገን ከዓ ነዚ ናይ ህዝቢ ሚድያ ዝኾነ ዒስራን ኣርባዕተን ሰዓት ቃል ኣምላኽ ቃል እግዚኣብሄር ዘምህር ዘሎ ንህዝቡ ዘጽናዕንዕ ዘሎ ሚድያ ዘይስሙ ክቡ እንከለዉ ውን ኣብ ዝተፈላለዩ ሚድያታት ንምልከት ኣለና ኢና ከምዚ ኢልካ ግን ንሓደ ሓደ ለይትን ቀትርን ድቃስ ሲኢንካ ንህዝብኻ ድምጺ ንምዃን ህዝብና ወለዶና ናብ ቤተ እግዚኣብሄሩ ክምለስ ኣብ ዝግበር ጻዕሪ ነዚ ዝግበር ዘሎ ጻዕሪ መሰናኽል ምዃን ወይ ከዓ ዘይስም ምሃብ ግን ንኹሉ ስለ ዘይጠቅም ካብዚ ነገር'ዚ ምውዛዕ ኣድላዪ ከም ዘይኮነ ንእግረ መንገደይ ሓቢረ ክሓልፍ ስለ ዝደለኹ እየ። ከም ጥበብ ይብራህ ንሕና ነቦታትና ክነኽብር ክንክእል ኣለና። ነቦታትካ ንኖታትካ ነቦታትካ ምኽባር ዝእዝዘና ቃል ኣምላኽ እዩ። ስለዚ ተኸባቢርካ ዝዝረብ ዘረባ ደኣ እምበር ናይ ኣቦታት ክብሪ ብዘቃልል መልክዑ ንትግራዋይ ብዘይምጥን ንናይ ትግራዋይ ልሳን ብዘይምጥን መልክዑ ዝግበር ዝውዛዕ ኣዘራርባታት እውን ከም ጥበብ ይብራህ ነዚ ነገር እዙይ ኣይነባራትዕን። ነዞም ከምዚኦም ዓይነታት ኣይነባራትዕን። ንሕና ክነባራትዕ እንኽእል ከምቶም ኣቦታትና እኖታትና ዝፀንሕዎ ብምክብባር ብምክብባር ደኣ እምበር ካብ ኣፍኩም ክፉእ ቓል ኣይውጻእ፣ ብቓልኩም ኢኹም ትኹነኑ፣ ብቓልኩም ኢኹም ከዓ እትድሕኑ እናበለና እቲ ቅዱስ ወንጌል ዘይኮነ ቃል ንሰብ ንሰብ ዘጉሂ ንሰብ ባህ ዘየብል ቃል ቃላት ኣብ ሚድያና እውን ክውዛዕ ብኡ ልክዕ እውን ድማ ነዚ ነገር እዙይ ኣይነባራታትዕን ኢና። ኮይኑ ግን እቲ ሓቂ ክወፅእ ዶ ኣለዎ እወ እቲ ሓቂ ክንረኽቦ ስለ ዝግብኣና፣ ክንስዕቦ ስለ ዝግብኣና፣ ናብ ልዕልናና ክንድይብ ድማ እቲ ተባላሽዩ ዝጸንሐ ነገር ክነስተኻኽል ስለ ዝግብኣና፣ ነዚ ነገር እዚ ንምስትኽኻል ግን ብትሕትና፣ ብምርድዳእ፣ ብትሕትና፣ ብምርድዳእ ክንፈትሖ እዩ ከም ጥበብ ይብራህ ጻዕሪ እንገብረሉ ዘለና። ብሓቂ ክንሪኦ እንከለና ከኣ ከም ተጋሩ ዘዋጽኣና ንሱ እዩ። እቶም ዝሰኣንናዮም ኣቦታትና፣ ዝሰኣናየን እኖታትና፣ ዝሰኣናዮም መላምል መናእሰያትና ይኣኽለና። ሕዚ ዘለና ክንፋቐር፣ ብሓድነት ደው ክንብል፣ ነንርእስና ብጥዑም ቃላት ክንተኣታ ብጥዑም ቃላት ክንረዳዳእ፣ ነቲ ሓቂ ክንርኢ፣ ሓሳብ ብሓሳብ ክንሙግት፣ ካብኡ ሓሊፍና ድማ ሓሳብ ብሓሳብ ክንሙግት ነቲ ሓቂ ክንቅበል ደኣ ይግበኣና እምበር፣ ብተፈላለየ ሓሳባት ከም ጸላእቲ ክንረእእ ብዘይኮነ ህልኽ ኣቲና ነንርእስና ክንጨኻኸን ኣሕሊፍና ክንወሃሃብ እውን ኣይግበኣናን። እዙይ እንተኾይኑ ናብቲ ንደልዮ ልዕልናና ኣሽምባያ ክንወጽእ ካፍቲ ዘለናዮ ኩነት እውን ንታሕቲ ዘውርድ ኑቲ ጸላእትና ዝፈለምዎ ጽንተት ንሕና ድማ ክንምልእ ከም ምጉያይ ዓይነት ዝረኣ እዩ እሞ እቶም መጺኦም ዘለዉ ሓሳባት እቶም ዝለዓሉ ዘለዉ እቶም ዝለዓሉ ዘለዉ ሓሳባት ንጥቕምና ክነውዕሎም ንኽእል ኢና፣ ንረብሓና ክነውዕሎም ንኽእል ኢና፣ ንትንሳኤና ክነውዕሎም ንኽእል ኢና። ስለዚ ከም ጥበብ ይብራህ ሚድያ ኣብዚ ጉዳይ ኣድሂብና ኢና እንሰርሐሉ ዘለና። እሞ እቶም ዝለዓሉ ዘለዉ ሓሳባት ኣይንጽላኣዮም። እንታይ ደኣ ነቶም ዝለዓሉ ዘለዉ ሓሳባት ኣድህቦ ብምሃብ እዩ። መፍትሒ ክነምፅእ ንኽእል። ዓለም እትጠፍእ ዘላ ብክፉእ ቃል እዩ፣ ብቃል ካብቲ መሳርሒ ካብቲ ነታጒ ዝትኮስ ዘሎ ንላዕሊ ንዓለም ዘጥፍኣ ዘሎ ካብ ኣፍ ሰብ ዝወፅእ ዘሎ ቃል እዩ። ስለዚ እቲ ዝወፅእ ቃል ኣዚና ክንጥንቀቐሉ ክንክእል ኣለና። እቲ እነውፅኦ ቃል ድማ መድሓኒት ክኸውን ክኽእል ኣለዎ፣ ፈዋሲ ክኸውን ክኽእል ኣለዎ፣ መፍትሒ ዘምፅእ ክኸውን ክኽእል ኣለዎ። ስለዚ እቲ ውሽጢ ጸገማትና ርኢና ምዝታይና፣ እቲ ሓሳብ ክቐርብ እንከሎ ድማ ናይ እከለ እዩ ኢልካ እትሓድጎን ከይኮነ፣ ሰሚዕኻ ዕሽሽ ኢልካ እትርሕቆን ከይኮነ፣ ነቲ ዝሓልፍ ዘሎ ቃላት፣ መፍትሒ ክመጽእ እንደሊ እንተኾይንና፣ ነቶም ዝሓልፉ ዘለዉ መልእኽትታት ኣዚና ኣድህቦ ጌርና ክንሰምዖም ክንሪኦም ይግብኣና። ብስምዒት እንከይኮነስ ብርድኢት ክንከይድ ክንክእል ኣለና። እዙይ እንተጌርና ናብ ልዕልናና ዘይንወፀሉ ገለ ምኽንያት ኣይክህሉን እዩ። እዚ ግዜ እዙይ ዘለና ተጋሩ እቶም ናይ ህይወት መስዋእትነት ዝኸፈሉ ሰማእታትና ከፊሎሞ እዮም። ብህይወት ዘለና ድማ ብህይወት ዘለና ሰማእታት ኢና። ንሕና እውን ሰማእታት ኢና። እኖታትና እንትሕረዳ፣ ትግራዋይ ብህይወቱ እንትቃፀል ዝረኣና ኢና። ስለዚ ኩሉ ነገራትና ንቐፃላይ ወሎዶና ንምድሓን፣ ታሪኽና ንምትንሳእ ክኸውን ክኽእል ኣለዎ። ታብ ናይ ሽዋ ስርዓትን ኣብ ልዕሌና ዝተቐየደ መቑሕን ድማ ክንፈትሖን ክንብጥሶን ክንክእል ኣለና። ስለዚ እቲ ምብጣስ ዝተባህለ በቦታትና እቲ ዝተበጠሰ ተበጢሱ ኣሎ፣ ቤተ ክርስቲያንና ዓርሳ ክኢላ ኣብ መንበራ ደው ኢላ ኣላ፣ ሕዚ ድማ እቲ ካብ ሽዋ ዝተወሃሃደናን ዝተዋረሰናን ነገር ብምውጻእ ብፍላይ ንምእመናን ንቕድሚት ብምምጻእ ምእመናንን ካህናትን ብኣኽብሮትን ብምትሕልላይን ብምርድዳእን ብምስጓም ናብቲ ዝድለ ዘሎ ንኽንበጽሕ ጸሎትናን እግዚኦታናን ዝሰመረ ክኸውን ሓድነትና ክነስጥም ይግብኣና። እዙይ ከዓ ኣብ ከም እኒ ግብጺ ዝኣመሰላ ክንርእየን እንከለና ብዙሕ ፈተናታት ሓሊፈን እየን ኣብዚ ብርኪ እዙይ በጺሐን ዘለዋ። ኣብ ብዙሕ ጸገምን መከራን ተኸቢቦም እናሃለዉ ህዝበ ክርስትያን ኦርቶዶክሳውያን ግብጻውያን ዝኹሉ ዓለም ምሉእ ደሚቖም ብእምነቶም ዝረኣዩ ዘለዉ እቲ ለውጢ ካብ ሱሩ ምሕዮም ስለ ዘስተኻኸልዎ እዩ። ስለዚ ብፍላይ ከምቲ ቅድም እንክብል ብክቡር ሓውና ዘርኣ ያእቆብ ኣክሱመታይ ዝተገልጸ ናይ ባዕሉ ዝኸኣለስ ቅዱስ ሲኖዶስ ኣዳልዮም ናይ ምእመናን ማለት እዩ። ካብኡ ሓሊፉ ድማ ካህናት ጽጉም ዝበሃል ካህን የብሎምን። ኩሉ ካህን እኹል ዝኾነ ዶሞዝ እኹል ዝኾነ እቶት ኣለዎ። ካህን ሃፍታም ካህን ደኣ እምበር ድኻ ካህን የብሎምን። እዚ ኮይኑ ዘሎ ድማ እንታይ እዩ? እቲ ካህን ኣብ ኣገልግሎቱ፣ ኣብ ባርኾቱ፣ ኣብ ስብከተ ወንጌሉ ጥራሕ እዩ ተሰማርዩ። ናይ ደገ ስራሕ እውን ኣይሰርሕን። እኹል ዝኾነ ዶሞዝ ይኽፈሎ። ናብዚ ብርኪ እዚ ንክንበፅሕ እንታይ ክንገብር ኣለና እዩ? ኣብያተ ክርስትያናትና ኩሉ ነገራተን ግልፂ ክኸውን ክኽእል ኣለዎ። መራሕቲ ኣቦታትና ኩሉ ነገራቶም ግልፂ ክኸውን ኣለዎ። ቤተ ክርስትያንና ብግቡእ ዝኾነ ናይ ኦዲት ስራሕትታት ክረኣ፣ ክግምገም፣ ክፍለጥ ክኽእል ኣለዎ። እታ ዘላ ሓፃር ዕድሜናን እዛ ታሪኽ ክንሰርሐላ መጺኣትና ዘላ እዋንን ግዜን ታሪኽ ሰሪሕና እንሓልፈላ ግዜን ሰዓትን ክኸውን ኣለዎ። እዚ ነንርእስና ብምብኣስ ከም ጸላእቲ ብምርኣይ ነቲ ሓደ ሓውካ ነቦኻ ነቦታት ወይ ንሓደ እትቐርቦ ብጻይካ ኣሕሊፍካ ብምሃብ ኣይኮነን። ብምትእምማን ብምትእምማን እንገብሮ ነገራት ኩሉ እዩ ንዓና ከም ተጋሩ ከድሕነናን ከውጽኣናን ዝኽእል ናብ ልዕልናና ከድይበና ዝኽእል ስለዚ ከም ጥበብ ይብራህ ካብቶም ብውሽጢ ዝለኣኹ ዘለዉ ጽሑፋት ናብ ቅድሚት ኣውጺእና ዘቕረብናዮ ጽሑፍ ከም ዝሰማዕኹሞ እዩ። ኣብ ቀጻሊ እውን ድማ ዝተፈላለዩ መደባት ኣብዚ ዘድሀቡ እናሓዝና ክንመጽእ ኢና። በብእዋኑ ምስ ሊቃውንትና እውን ክንዛተ ኢና፣ ምስ ምሁራን እውን ክንዛተ ኢና። ከምኡ እውን ካብ ምእመናን ዘምጽዎ ዘለዉ ሓሳባት፣ ካብ መናእሰይ ዘምጽዎ ዘለዉ ሓሳባት እውን እናዘተና ካብ ኩሉ ሓሳባት እናተቐበልና ቤተ ክርስትያንና ናብቲ ዝነበረ ልዕልናኣ ክትምለስ ምእመናና ናብ ቤተ እግዚኣብሔር መጺኡ ጸልዩ ተሓጒሱ ደስ ኢልዎ ዝኸደሉ ቤተ ክርስትያን ክኸውን ቤተ ክርስትያንና ናይ ኣረጋውያንን ናይ ህፃናትን ጥራሕ እንከይኮነትስ መናእሰይ እውን ዝርከቡላ ክትከውን ንምግባር እዩ ትፃዕርና ስለ ዝተኸታተልኩምና ኣዚና ነመስግን ኣብ ቀጻሊ ብኻሊእ ኣርእስተ ዛዕባ ክንራኸብ ኢና እንተ ንሎሚ ግን ኣብዚ ክሰናበተኩም ወስብሃት ለእግዚኣብሔር።